ንኸይነብረኩሞ ተኾሊፍኩም እኮ ባንዴራኹም ወሪዱ እተን ዋላ መግዛእቲ ድሰርሐን ከማን ጸራሪጎም ሸይጦመን ጥራሕ መዓኮራ ተሪፋ ኤርትራ መገዲ ባቡራ የዕንያ። ኣብያ ብስቕታ እዮም ሰብ ዘጸልሉ ኣነ መቸም ነዛ ስቕ ከመይ ይኽእልዋ ግርም እንዲ ዝብለኒ ወዲ በሻሻ ካብ ጋዜጠኛታት ናይ ቴሌቪዥን ኢትዮጵያ ንላዕሊ ብብዝ ቶም ምሳና ዝነበሩ ተቃወምቲ ናይ ኤርትራ ናብ ጎኒ ኣብይ ኣሕመድ ከይዱ ካባና ተፈልዮም ናብ ጎኒ ኣብይ ኣሕመድ ከይዱ
ሓባል በልያ ከይቅድመኪ ሉክ ድሕሪ ውዕል ፕሪቶርያ ካባና ተፈልዮም ናብ ኣብ ኣሕመድ ከይዶም ኣበይና ካባካ ተፈሊና ንሕና ኣነ ደ ኩንኩን ትግራይ ዝመፃኹ ሕዚ እውን
ኣለኩ እየ ንምባል ውጥምቅልቅል ይብል ኣሎ። መልእክተይ ንሻዕቢያ፣ ንሰራዊት ኤሪትሪያ፣ ንኹሎም ዘለኒ መልእኽቲ፣ ቀንጠብጠብ ትብል ዳዋ ትመጽኦ ኣለዋ ጥራሕይ ክብሎም ዝፈቱ። እዚ ሓውና ብበዓልቲ ቤቱ በጺሕዎ ዘሎ በደልን ሽግርን ሕጽር ኣቢለ ክነግረኩም እየ ላይክ ኣይትረስዑ ሰናይ ምክትታል። ሰላም ሰላም ክቡራት ተኸታተልተይ ከመይ ኣምሲኹም ሎሚ እውን ከምቲ ልሙድ ዝተፈላለዩ እዋናዊ ሃደሽቲ ሃበሬታታትን ከምኡ እውን ዝተፈላለዩ ምስልታት ሒዘልኹም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰዓት ሰብስክራይብ ብምግባር ቤተሰብ ምዃንኩም ኣይትረስዑ። ኩላና ድማ ኣሕዋተይ ከም ልሙድ ላይክ ላይክ ብምግባር ነታ መደብና ንጀምር። ኣብ ናይ ሎሚ መደብና ከምታ ፈለማ ዝረኣኹሞም ወዲ ጣባ ሎሚ ዝተፈላለዩ ሓደሽቲ ሓበሬታታት ብዛዕባ ሻዕብያ እውን ዝተፈላለዩ ምሽጥራት እዩ ዘቃልሕ ዘሎ ማለት እዩ። ንሱ ኣብ ናይ ሎማዓንቲ መደብና ዝተ- ኣብ ፖለቲካዊ ጉዳያት ኣብ ናይ ዓብዪ ኣሕመድ እውን ዝበሎም እ፣ ዘረባታት ዝሃቦ ምላሽ ኣሎ። ንሱ ኣብ ናይ ሎማንቲ መደብና ብሰፊሑ ክሬና ከምኡ እውን ሎሚ ንብዙሃት ሰባት ኣዘራሪቡ ዘሎ ሰልጠነ ብዛዕባ ናይ ኪዳነ ዓመነ ወይም ድማ ናይ ባይቶና መራሒ ዝኾነ ኣብ ትግራይ ሎሚ ዝተዛረቦም ዘረባታት ንብዙሃት ሰባት ኣዘራሪቦም እዮም ዝርከቡ። ሰልጠነ ድማ ብዛዕባ ናይ ህግደፍ ደገፍቲ ከምኡ እውን ድማ ተቃወምቲ ብዛዕባ ዝኾኑ ዝተፈላለዩ ኣብ ፖለቲካ ዝነጥፉ ሰባት እውን ዝተዛረቦ ዘረባ ነይሩ ንኡ ኣመልኪቱ ድማ ሎሚ ስልጣነ ኣዋሪድዎ ኣሎ ትርር ዝበለ መልእኽቲ እዩ ኣመሓላሊፍሉ ዘሎ ንሳብ ናይ ልምዓት መደብና ብሰፊሑ ርኢና ከምኡ እውን ሎሚ ንብዙሃት ሰባት ኣብ ማህበራዊ ሚድያታት እንዳዘራረበ ውዒሉ ዘሎ ሓደ ሰብኣይ ብሰበይቱ ብዛዕሚ ብዘህዝን መልክዕ ፈተነ ቅትለት እዩ ተገይሩሉ ዘሎ ማለት እዩ ከምቲ ኣብቲ ምስሊ ትሪእዎ ዘለኹም እውን ብጣዕሚ ዘስካሕኽህ። መንገዲ እያ ፈተነ ቅትለት ገይራትሉ ዘላ ሰበይቱ ማለት እዩ እዚ ንሙሉእ ስነ ሰባት ኣዘራሪቡ እዩ ዘሎ እንታይ እዩ ተፈጢሩ ዝብል ብሰፊሑ ክንሪኦ ኢና ኣብ ናይ ሎማዕንቲ መደብና ናይ ኣብዪ ኣሕመድ ከምኡ እውን ኣወል ስዒድ ዝበልዎ ሓድሽ እውን ዝወፁ ዝተፈላለዩ ምስልታት ኣለዉ ናይ ሞኒካዊትን ካልኦት ናይ ነሽነሽን ዝተፈላለዩ ሓደሽቲ ሓበሬታታትን ከምኡ እውን ዝተፈላለዩ ምስልታት ሒዘልኩም ቀሪበ ኣለኹ ነታ ሜድያ ድማ ሓደሽቲ ዝኾንኩም ሰብስክራይብ ብምግባር ቤተሰብ ምዃንኩም ኣይትረስኡ ኩላህና ድማ ከም ልሙድ ላይክ ብምግባር ነታ መደብና ንጀምር እስከ ከም መጀመሩ ኮነና ድማ ወዲ ጀጋኑ ብዛዕባ ሎሚ ዘሎ ኩነታት እ፣ ፖለቲካ እዩ ዝዛረብ ዘሎ ብዛዕባ ሓዳር እዩ ዝዛረብ ነይሩ ሎሚ ድማ ከም ሓዳር እዩ እ፣ ገ- ገሊፅዎ ዘሎ ብዛዕባ እቲ ዘሎ ሃዋህው እ፣ ኩናት ማለት እዩ ናይ እዚ ሳልሳይ ዓለም እም፣ ኩናት እውን ማለት እዩ እስከ እቲ ዝብሎ ዘሎ ተኸታቲልና ንመለስ ዘለኩም ርእይቶ ሃሳብኩም ድማ ኣብ ቦታኹም ፃሓፉለይ ኣሕዋተይ ገለ ገለ የለ ሰብኣይ ልክም ኣቢሎሞ ሰራዊት ከም ዘለዎስ ኩናት ትገብር ምስ ኣመሪካን ምስ እስራኤልን ኣብኣ ከላ ኢዳ ጸጥ ኣብ ክልተ መዓልቲ በቃ ሮማይ ዋ ክትፍት እዞም ዓረብ ይፍትኑ ዶ ይፍትኑ ዶ ኩን እዞም ዓረብ ይፍትኑ ዶ ኩናት ከመይ ይማታ ያ ጃለባ ጌርካ በኣሲ ኩናት ጸላእኹ ጃለባ ወዲኻ ከመይ ጌርካ ጃለባ ወዲኻ ኦኬ ጃለባ ጸገም የለን ግን ገጥ ክተብል ኣለካ ቁልፊ ጌርካ ተዓጠቕ ኣለካ ከም ዓንጣኻ ብሬን ኢኻ ትኩስዑ ብሬን ዘናብን ገለመለ እምበር ነዚ ሰብኣይ ስልክም ቢሎሞ ኣብ ክልተ መዓልቲ ሰብኣይ ጠዋዕዋዕ ቢሎሞ እኳ ጥይት ከይቆትለሲ እማንን ገለን ሰቂጥዎ ፀኒሑ ሰብኣይ እማንን ገለን ዋእ ምስ ኣመሪካ እናተተፋነንካ ደሞ ትሕቲ መሬት ትሕቲ መሬት ትሕቲ መሬት ክትኣቱ ኣለካ ትሕቲ መሬት ክትኣቱ ኣለካ ኣብኣ ኮንካ ጥራይ ሬድዮ ርክብ ጌርካ ከም ገለ ጌርካ ሬድዮ ርክብ ጌርካ ያላ ያላ ተኩሱ ተኩሱ ጥራይ ኣጆኹም ያላ ምድረ ሰማይ ቀይርዋ ክትብል ኣለካ እምበር ኣብ ነቓዕ ገዛ ኮይኑስ ከምዚኣ ኢሉ ጸኒሑ ከምዚኣ ገይሩ በዓል ኣሜሪካ እኳ እንትገጥማ ዘለዋ ኣሜሪካን እስራኤልን ጽሉላት እየን እመሪካን ስራኤንድን ጽሉላት እየን ኢልናኩም።
እስኪ ብምቕፃል ድማ ኣሕዋተይ ሞኒካዊት ትብዝሎ ዘላ ተኸታቲና ንመለስ ብፍላይ ድማ ኣብ ወፃኢ ናብ ዝተፈላለዩ ቦታታት ትርከቡ ሰባት እ፣ ከመይ ጌርኩም ነገራት እ፣ ክትግንዘቡ ዝግባዕ ዝብል እያ ትዛረብ ዘላ እስኪ ትብሎ ዘላ ድማ ተኸታቲና ንመለስ ዘለኩም ሓሳብ ሪኢቶኹም እንዳፀሓፍኩምልና ኣሕዋተይ ጭዕ ኣብላ ሕጂ እዞም እ፣ ጸዓዱ እዞም ጸዓዱ መሓዙት ምሽ ኣለውኒ እዋ ነቲ ቆልዓ ምቕፃዕሲ ይድግፍዎ እዮም ናቶም ከማ ንኸፍ ከም ዝገረ ስሕብ ኣቢሎም ነው እዮም ዘብልዎም ኣስና መልሓሶም ክነኽሱ ክእሉ ገለ ክእሉ ኩላ ትቐፅእ ስለዚ ኣብዚ ዝወለድክን ልክዕ ከምቲ ናይ ኤርትራ ጌርክን ዕብዮ ከምዚ ኣግረሲቭ ኣተሃራርማ ኣይትህረም እምበረይ ዋ ቐፅዕዮ መዓረይ

ብድብት ከምዚኤን ዓይነት ኣዴታት በደብት ትበሃላ በደብት በደብት ሕና ኤርትራውያን ኢና ብለክና ኣለኹ ኣነ ኤርትራውያን ኢና ገሊኦ ሰብ ብጣዕሚ ከ ተሐጎሳ ብጣዕሚ ተሐጎሳ ወደይ እንግሊሽ ጥራይ ዝኽእል ትግርኛ ይክእልኒ ብኮፊ ተስከው ትብለክ ተትብል ጓለይ ኣይ ጓለይ ትግርኛ ዶርገፍገፍ ትብል እንግሊሽ ትኽእል ኖሽክ ትኽእል ሰለስተ ቋንቋ ትኽእል እስኺ ግን ኣብ እንግሊሽ ተሓፂርኪ ነቲ ቋንቋ ቋንቋ ኣቦኽን ኣዴኽን ተደይከኣለሲ ዋይ ኣይከኣለን ብስትኽዕስትኽ ብስትኽዕስትኽ ትበሃል ስኸጂ ሕጂ ውላድኪ ኣተዓባብያ ናትኪ ዝውስኖ በርበረ በሊዕኺ ዝዓብኺ በርበረ ተብልዕ እዩ ከምቲ ስኽ ዝበላዕኺ እዩ ካበይ ሓፍ ከይበላኹ ኣጥፉልና ክሳይ ተዋሂብናዮ ዘለና ዝመጠንቀቕታ እንታይ ገይርና ዝሪኦ መታከናት ቲክቶክ ከኣ ኩሉ ናተይ ሴክስ ስለ ዝኮንኩ ዋላ እቶም ቲክቶክ እንዳ ረኣይዎ ደስ እንዳ በሎም ስለ እና ክንሪኦ ጸውዩ ጉድ እኮ እዩ ሮቦት ሮቦት ድብህጎ ነብሲ ይብል እንታይ ገብር ሰብ ሓሊፍስ ሮቦት
ሕጂ እስከ ኣብዚ ናይ ሞኒካ ዘለኩም ሓሳብ እንዳፃሓፍኩም ኣህዋተይ ብምቕፀል ድማ ሎሚ ንብዙሃት ሰባት ኣዘራሪቡ ዘሎ ናይ ኣብይ ኣሕመድ ብዛዕባ ኤሪትሪያ ዝተዛረቦ እውን ኣሎ ማለት እዩ ንብዙሃት ሰባት እዩ ዘዘራርብ ዘሎ ፊሊ ሓውና ድማ ኣብዚ ጉዳይ እዚ ዝሓቦ ናይ ባዕሉ ርእቶ ኣሎ ኣብዚ ዘለኩም ሓሳብ ንስኹም እውን ኣብ ቦታ ኮመንት ብናፅነት ፀሃፉልና ነታ ሚድያ እውን ላይክ ሽር ሰብስክራይብ ምግባርኩም ኣይትረሱ ኣሕዋተይ ኤሪትሪያ ንኹሎም ዘለኒ መልእኽቲ ቀንጠብጠብ ትብል ዳዋ

እኔ ደግሞ ምን ያስደርግና ደግሞ የወደ ኤርትራውያን ደግሞ ምን ንገበር ነሳይሃለሁ ማለት ነው። ንቀጥል ኮነ ሰራዊት ኤርትራ ኣብ ትግራይ ኣትዩ ከበድቲ ገበናት ፈፂሙ ትካላት ዘሪፉን ዓንዩን ንፁሓት ቀቲሉን ዓሚፁን ስቪላዊ ትህተ ቅርፅን ማህበራዊ ትካላት ዘሪፉን ዓንዩን ብፍላይ ኣብ ከተማ ኣክሱም ኣብ ውሽጢ ክልተ መዓልታት ብኣማኢት ዝቑፀሩ መናእሰይ ጨፍጪፉ። ሽኡ እዩ ዝተፈላለዩ በዓል ስልጣን መንግስቲ ፌደራል ንኣስመራ ሰዲድና ዝነበርና ማለት እዩ። ኣክሱም ጥራሕ ዘይኮነስ ከም በዓል ዓድዋ ዓዲግራትን ሽረን ሓዊሱ ኣባይቲ ኣፍሪሱ ኢንዱስትሪታት ዓንዩ ማሽነሪታት ዘሚቱ ካብኡ ንመቀለ ዘይኣቱ ኢልና ሽዑ ታክቲካዊ ብኮነ ብዝኮነ መንገድ ኣጽኢናዮ ነርና ከምዝፍለጥ ንምንታይ ብዝኣትወ ከተማ ኩሉ ጥፍኣት ይገብር ስለዝነበረ። ሕዚ እውን ኣለኩ እየ ንምባል ውጥምቅልቅል ይብል ኣሎ። መልእክተይ ንሻዕቢያ ንሰራዊት ኤሪትሪያ ንኩሎም ዘለኒ መልእክቲ ቀንጠብጠብ ትብል ዳዋ ትመጽኦ ኣለዋ ጥራሕ እየ ክብሎም ዝፈቱ። ከምቲ ዝሰማዕኹምዎ እዩ ኣሕዋተይ እቲ ዝብሎ ዘሎ መቸም ሰሚዕኹምዎ ኢኹም ብምሰላ እውን ምስላ እውን እንዳገበረ እዩ ዘጥንቅቕ ዘሎ ማለት እዩ ብትግርኛ ኣብ ዝሃቦ ቃለ መሕተት ኣብዚ ዘለኩም ርእይቶ ሓሳብኩም ኣብ ቦታኹም ብናፅነት ፀሓፉልና ወዲ ጣባ ድማ ሎሚ ኣብይ ኣሕመድ ኣብ ዝሃቦ መግለጺ እውን ካልኦት እውን ዕዋናዊ ሓደሽቲ ጉዳያት ኣልዒሉ እዩ ዝዛረብ ዘሎ እስከ እቲ ዝብሎ ዘሎ ተኸታቲና ንመለስ ዘለኩም ሬቶ ሓሳብኩም ድማ ብናጽነት ኣብ ቦታኹም ጸሓፉልና ኣሕዋተይ ንኸይነብረኩሞ ተኾሊፍኩም እኮ ባንዴራኹም ወሪዱ እተን ዋላ መግዛእቲ ድሰርሐን ከማን ጸራሪጎም ሸይጦመን ጥራሕ ንዓኮራ ተሪፋ ኤርትራ መገዲ ባቡራ የዕንየሞ ፋብሪካታት ዘሪፎም ናብ ሸዋ ኣስጊሮሞ ፋብሪካ ዚንጎ፣ ፋብሪካ መስማር፣ ፋብሪካ ክርቢት ካብ ኣስመራ ተነቒሉ ንሽዋ ከም ድኸደስ ኣይትነግርዎን ኢኹም ነቲ መንእሰይ። ሕጂ ኣብይ መጺኡ እንሀለኩም ኣብይ መጺኡ ኣስመራ ሶስት መቶ ኤርትራ ሶስት መቶ ፋብሪካ ነበራት ኢሉስ ክነግረና መጺኡ እዚ ወዲ ጠንቋሊት እዚ ወዲ ጠንቋሊት እዚ ክነግረና መጺኡ ንፈልጦ ኢና ዓድና እንታይ ኣለዎን የብሉ የብሉን ኣሕዋትና ኣያታትና ኣቦሓጎታትና ኣብ ጥራሕ ከብዶም እዮም ሜዳ ከይዶም ንክህልዎም እዮም ተቃሊሶም ሃገር ክህልዎም ተቃሊሶም ሃገር ምስ ሃለወካ ከዓ ባንዴራ ክህልወካ እዩ ፋብሪካ ክህልወካ እዩ ኢኮኖሚ ትሃንፅ ንኸም እዮም ተቃሊሶም እምበር ንብረቶም ምስተወረሰ መገዲ ባቡሩ ፈሪሱ ተለፈሪካ ተዘሪፉ እንታይ ማሽናት ካብ ኤርትራ ደይ ተወሰደ ኤርትራ ማዕረ ትግራይ ኤርትራ ማዕረ ጎንደር ክንገብራ ኢና ኢሎም ገይሮማ ከኣ እቲ ኤርትራውያን ዝንየትሉ ኢኮኖሚ ከነዕንዎ ኢና ኢሎም የዕንዮሞ እንግሊዝ እዩ ጀሚርዎ ንሕና ኤርትራውያን ሃገር ሃገር ሃገር ንሕና እኮ ካብዞም ኢትዮጵያ ንሓይሽ ንሕና ካብኣቶም ንስልጥን እዚ ኣለና እዚ ኣለና ከይንብል ጽቡቕ ገይሩ ምሒቑ ምሒቑ ንበዓል ፓኪስታንን ንህንድን ሸይጥዎ ሽዑ ንሕና ኣዲስ ኣበባ ኣስመራ መጺኣ ትሽምት ዝነበረት ኣስመራ ካብ ኣዲስ ኣበባ ክትሽምት ጀሚራ እዚ እዩ እቲ መግዛእቲ ማለት ኣስመራስ ካብ ኣዲስ ኣበባ ክትሽምት ጀሚራ ፋብሪካ ሲሚንቶ ኤርትራ እቲ ብፅሬቱን ብኳሊቲ ናቱ ዝተፈልጠ ፋብሪካ እዩ ነይሩ ዝገደም ዘሎ ኮነ ኢሉ ደርጊ ነዚ ኣድኪሙ ይዕንይዎ ፋብሪካ ሲሚንቶ ድሬዳዋ ፋብሪካ ስሚንቶ ጉደር ዶ ገለ ዶ ዝብል ሰሪሑ ብ ኣዲስ ኣበባ ኤርትራ ስሚንቶ ካብ ድሬዳዋ ኢምፖርት ከም ትገብር ገይርዋ ኤርትራ ስሚንቶ ካብ ማእከል ኢትዮጵያ ከም ተምጽእ ገይርዋ እቲ ናይ ፋብሪካ ናህና ዓንዩ በቃ ማሽነሪ ይቀየርሉ ኣይሓድስሉ ኮነ ኢሎም ኣዕንዮሞ እምበር ካልእ ይትረፍ ያስመራ የኤርትራ ሲሚንቶ እዩ እዚ ኩሉ ድልድላት ናይ ኢትዮጵያ እዚ ኩሉ መገዲ ባቡር ዘሕልፍ ድልድላት እዚ ኩሉ ቢንቶታት ኣብ ኢትዮጵያ ደሎ ዝተሰርሐ በዓል ኣባይ ድልድል ዝተሰርሐ ብፋብሪካ ሲሚንቶ ኤርትራ እዩ ብናይ ድሬዳዋ ሲሚንቶ ኣይኮናን ንዝኾነ ነዳቃይ ሕተቱ ንዝኾነ ናይ ህንጻ ምሁር ክኢላ ሕተቱ ዓይነትን ኳሊትን ሲሚንቶ ናይ ኤርትራ ኣብ ዓለም ብቀዳማይ ደረጃ ዝጥለብ ሲሚንቶ እዩ ኮንክሪት እዩ በቃ ግን ኢኮኖሚና ዕኔሞስ ነቶም ከምኡ ዝገበሩ ክንዲ ትውንጅልዎም ሲ ተመሊስኩም ኣኺ ኤርትራ ከምዚ ነይርዋ ሻዕብያ ዶ ገለ ሻዕብያ ሻዕብያ ከም መንግስቲ ከማን ኣይሰርሐን ክሳብ ሕጂ እንድዕ ብሕጂ ክሰርሕ ተኮይኑ ሻዕብያ ዋጋእ ነይሩ ሃገር ከምፅእ ይከላኸል ይዋጋእ ከ ኣሎ ሳሕል ኣስመራ ተቐይሩ በቃ ካሊእ ሓንቲ ነገር የብሉን ሳሕልሲ ኣስመራ እዩ ተቀይሩ። እስከ ብምቅጻል ድማ ኣሕዋተይ ኣወል ስዒድ ብዛዕባ ኣብይ ኣሕመድ ሎሚ ዝሃቦ መግለጺ ንብዙሓት ሰባት እዩ እንዳዘራረበ ዝርከብ ዝሃቦ መልሲ ድማ እስከ ተኸታቲልና ንመለስ ብጣዕሚ ዝገርም መልሲ እዩ ሂቡ ዘሎ። ኣብያ ብስቕታ እዮም ሰብ ዘጸልሉ ኣነ መቸም ነዛ ስቕ ከመይ ይኽእልዋ ግርም እንዲ ዝብለኒ ወዲ በሻሻ ካብ ጋዜጠኛታት ናይ ቴሌቪዥን ኢትዮጵያ ንላዕሊ ብብዝሒ ናብ ቴሌቪዥን እናቐረበ እንተመደረ ሻዕብያ ስቕ ኣተንሽን ክረከብ ስም ኤርትራ እንተላዕለ ሻዕብያ ስቕ ባሕሪ እንተበለ ስቕ ዓሰብ እንተ ዓሰብ እንተበለ ስቕ በቦቑሩብ ዓቕሊ እናፅበበ ዓቕሊ እናፅበበ ዓቕሊ እናፅበበ ሕጂ ጨርቁ ደርብዩ ከም ቆልዓ ጎደና ንዑራስ ብራስ ምባል ተሪፋቶ ነት ዕሸል በሻሻ ሻዕብያ ከም ዘይምልስሉን ኢግኖር ከም ዝኸተትዎ ንፈልጥ እዩ ስለምንታይ ደኣ ሚልዮን ግዜ ዝዛረብ ኣሎ እንተልኩም እቲ ታርጌት ንኤርትራ ኣይኮነን ደቂ ሓወቦይ ናብ ህዝቢ ኢትዮጵያ እዩ ወዲ በሻሻ ንህዝቢ ኢትዮጵያ መዛረቢ ኣጀንዳ እዩ ዝህቦ ዘሎ ኣስታት ሰለስተ ዓመታት ኩናት ኣሎ ኢሉ ኣነ ድማ ኩናት የለን ኢለ ኩናት ድማ ኣይተገብረን። እቲ ኩናት ኣሎ ዝብል ብዘይ ግብሪ ዘረባ ጥራይ ምስ ኮነ በዚ ዘረባ ኣፉ ማይ ዝመልአ ገለ ኤሊት ኢትዮጵያ መኣስ ደኣ እዩ ነዛ ዓሰብ ከምጻልና ኢሉ ክሓትት ባህርያዊ ነይሩ። ዓሰብ ዘረባ ጥራይ ኮይና ምስ ተረፈት ሕጂ ምጽዋዕ ክብል ጀሚሩ ኣሎ። ድሕሪኡ ዳህላክ ክብል እዩ ድሕሪኡ ናብ ፖርት ሱዳን ስዋኪን እናበለ ስዊዝ ካናል በፂዑ ቡቢ ቡቢ ኢሉ ኸዓ ተፊ ግዲ ይብልኩምን ሚድያ ናይ ኢትዮጵያ ድማ ምፅዋ ምፅዋ ክብላ እየን እዚ ናይ ምፅዋ ኣርእስቲ ንሰለስተ ዓመት ከፃናሓና ይኽእል እዩ ካብ ዝብል ሓሳብ እዩ ዝምንጩ

ዝሰማዕኹሞ እዩ ኣብዚ ጉዳያት ዘለኩም ርእቶ ሀሳብኩም እንዳጻሓፍኩም ኣሕዋተይ እስከ ምቕጻል ድማ ሎሚ ከምታ ፈለማ ዝገለጽናዮ ሰልጠነ ንኪዳነ ኪዳነ እዚ ናይ ባይቶና መራሒ ማለት እዩ ብዛዕኡ ን ዝሓቦ ትርር ዝበለ መልሲ ኣሎ ማለት እዩ ኣብ እዋናዊ ጉዳይ ኣብቲ ዝበሎም ዘረባታት እስከ እቲ ምስሊ ድማ ተኸታቲልና ንመለስ ኣሕዋተይ ዘለኩም ሀሳብ ርእቶኹም እንዳጻሓፍኩም ላይክ ሼር ሰብስክራይብ እውን ምግባርኩም ርግጸኛ ኩኑ የሕዋተይ። ድሕሪ ፕሪቶርያ እቶም ምሳና ዝነበሩ ተቃወምቲ ናይ ኤርትራ ናብ ጎኒ ኣብዪ ኣሕመድ ከይዱ ካባና ተፈልዮም ናብ ጎኒ ኣብዪ ኣሕመድ ከይዱ
ሓባል በልያ ከይቅድመኪ ሉክ ድሕሪ ውዕል ፕሪቶርያ ካባና ተፈልዮም ሲ ናብ ኣብ ኣሕመድ ከይዱ ኣበይና ካባካ ተፈሊና ንሕና ኣነ ደ ኩንኩን ትግራይ ዝመፃኹ በዓል ክፍሎም በዓል ውፊ ደ ኮን ትግራይ ዝመፁ ኣባላት ብርጌድ ንሓመዱ ኣይኮነን ትግራይ ዝመጹ ታይ ማለት እዩ እዚ ኣምጺኻዮ እዚ ነገር ለኽበጣ።
እዚ ጥልመት እዩ ሓደ ክረአ ዘለዎ ማለት እዩ ጥልመት እዩ ክረአ ዘለዎ ፎክሽ ምግልባጥ ማለት ንሱ እዩ ካብ ጎኒ ህዝቢ ትግራይ ናብ ጎኒ ኣብይ ሓመድ ናብ ጎኒ ነፅና ትኸይዱ በዚ ብምግልባጥ ክክሰስ እንድሕር ኮይኑ ንኣቶም ከዲዕና እዮም ዘለና ሕውነት ሽዒብሉ ነይሮም ሕዚ ከዓ የማና ኢድ ናይ ፅንተት ክንኮና እንድሕር ኢሎም ንሶም እዮም ቅዋሞም ክግምግሙ ኣታ ስማዕ ብርጌድ ንሓመዱ ኣብ ጎኖም ፀግዖም ነይሩ ሲ ንብርጌድ ንሓመዱ ገዲፎም ናብ ሻዕብያ ከይዶም ንሕና ኣይተደመርና ኣይተፀመድና ኣይተዛረብና ኣብ ኣዲስ ኣበባ ኣኼባ ምእካብናስ ንኣብ ኣሕመድ ከይዶም ብለና ኣሎ እንታይ ማለት እዩ ኣብ ኣዲስ ኣበባ ድኣ እሞ ሚልዮናት ተጋሩ እኮ ነብሩ ኣለዉ ኣዲስ ኣበባ ድኣ እሞኒ መራሕትኻ እኮ ከድወ እዚ ኣብ መቐለ ዘሎ መራሒኻ ኣበይ ድዩ ኣበይ ድዩ እቲ እንታይ ዝበሃል ሓላፍነት ስልጣን ተዋሂቡ ኣብ ኣራት ኪሎ ኣይኮነን ድዩ እዚ ኩሉ ትግራዋይ መቐለ ኣዲስ ኣበባ ይመላለስ ተሎ ዋ ንሕና ኣዲስ ኣበባ ምኻድ እንታይ ሕመመካ ንዓኻ ብዓይቡ እኮ እስኻ ኣደኻ ዝቀተለልካ እኮ ትመላለስ ኣለኻ ገሌኹም ነስመራ ትኸዱ ኣለኹም ገሌኹም ኣዲስ ኣበባ ትኸዱ ኣለኹም so what ንሕና ኣብ ኣዲስ ኣበባ ኣኼባ ምግባርና ኢድና እግርና ክንሕዝ ነይሩና ድዩ እታ ትግራይ ብዓባያ ንሻዕብያ ሂብኩማ ንቀታሊ ደኹም ንዓማጺ ሃፍትኹም ሂብኩማ ንሕና ክንቃለስ መቃለስ ባይታ እንተደለና ተኾነ ትግራይ ንዓና እያ ትግባእ ነይራ ክንቃለሰላ ካብ ኮነ ከኣ ኣብ ኣዲስ ኣበባ ንሕና ምእካብና እዚ ተደሚርና ድና ኢልና ተጸሚድና ድና ኢልና ኣንጻር ህዝቢ ትግራይ ድና ተዛሪብና ካበይ ኢኻ ኣምጺኻዮ እዚ ነገር ለኽበጥ ዝገርም እዩ መቸም እስከ ኣብዚ ሰልጠነ ዝበሎ ዘለኩም ሓሳብ ርእቶኹም እንዳጻሓፍኹም ነታ ሜድያ እውን እስካብ ሕጂ ላይክ ሼር ሰብስክራይብ ዘይገበርኩም ሰባት ላይክ ሼር ሰብስክራይብ ምግባር ቤተሰብ ምዃንኩም ኣይትረሱ ከምኡ እውን ብምቕጻል ድማ ሎሚ ንብዙሃት ሰባት ኣዘራሪቡ ዘሎ ፈተነ ቅትለት ብሰበይቱ ተገይሩሉ ዘሎ ሓደ ሃውራ ንብዙሃት ሰባት ኣዘራሪቡ ኣሎ ማለት እዩ። ዝፈልሐ ዘይቲ እያ ደፊኣትሉ ናብ ክሳዱ ብጣዕሚ እዩ ዘሕዝን። እስከ እቲ ዝበሃል ዘሎ ድማ ነሽነሽ ጽቡቅ ገይሩ እዩ ኣቅሪቡልና ዘሎ። እስከ እቲ ምስሊ ተኸታቲልና ንመለስ ኣሕዋተይ። እዚ ሓውና ብበዓልቲ ቤቱ በጺሕዎ ዘሎ በደልን ሽግርን ሕጽር ኣቢለ ክነግረኩም እየ ላይክ ኣይትረስዑ ሰናይ ምክትታል። ኣብ ኢትዮጵያ ኣብ ክልል ኦሮሚያ ዞባ ምብራቕ ወለጋ ከተማ ነቐምት ዝነብር ኣብዲ ረጋሳ ዝተባህለ መንእሰይ ብመጻምቱ ብኸቢድ ከም ዝተጎድአ ይግለጽ። ኣብዲ ረጋሳ ዝተባህለ ግዳይ ትማሊ ምሸት ኣብ ዓራቱ ክድቅስ ምስ ደየበ እታ ትጽበዮ ዝነበረት በዓልቲ ቤቱ ብሳምቡሳ ዝሰራሓትሉ ዝፈለሐ ውዑይ ዘይቲ ናብ ነብሱ ከም ዘፍሰሰትሉ ይግለጽ። እዝግዮ ንህልት ዝኽብራት ተዓዘብቲ እቲ መንእሰይ ኣብዚ እዋንዚ ብሰንኪ ዘጋጠሞ ከቢድ ቃጸሎ ኣብ ሕክምናዊ ትካል ከም ዝርከብ ሰብ ሞያ ጥዕና ድማ ስፍሓት መጉዳእቲ ይከታተልዎ ከም ዘለዉ ይፍለጥ። እዚ መንእሰይ ዝተፈላለዩ ቲክቶክ ቪድዮታት ከምኡ እውን ናይ ፌስቡክ ናይ ዩቱብ ዝስርሕ ዝነበረ እዩ ብምባል እዮም ዘርጊሖሞ ዘለዉ እንታይ መዓት እዩ ወደይ እንታይ መዓት እዩ እንታይ ይበሃል እንታይ እዩ እንታይ ኢና ዘይንሰምዖ ዘይብልናቶም ሰባት እንታይ ዘፍርሕ ግዜ እዩ እንታይ ደሞ ቀሲንካ ክድቅስል ዘይትኽእል ግዜ ገለ ደቂ ኣንስትዮ እኳ ገለ ገይርዋ ኸውን ገለ ገይርዋ ኸውን እምበር ገለ ከይገበራስ ጓል ማዕረ ከምዚ ኣይትጭክንያ ዝብላ ኣለዋ ኣታ እዛ ጌርዋ ትኸውን ጌራቶ ትኸውን ገለ ዝብል እንዶ ንግደፎ እቶም ሰባት ወላ ሰበይቱ ቀቲሉ እንተበልካ እኳ እዩ ገለ ጌራቶ ትኸውን ይብሉ ሰበይቲ ኣፍሲሳ ዘይት እንተበልና ከዓ ገለ ጌርዋ እኸውን እዛ ጌርዋ ኸውን ጌራቶ ትኸውን እንዶ እግደፍዋ ወላ እታ ቃል ከማን ኣይጥዕምትን ዝኾነ ይኹን ማዕረ ከምዚ ጭካነሲ ነውሪ እታ ነውሪ እዩ ዋ እንታይ ቀሲንካ ዘይድቅሰሉ ሕማቅ ግዜ ሲንግል ኮንካ ቀሲንካ ኣይትድቅስ ሓዳር ጌርካ ቀሲንካ ኣይትድቅስ እንታይ ሽግር እዩ እቶም ሰባት ደቂስካ ከለኻ እታ ኢራን ድሮን ከይሰድልካ ትፈርሕ እታ እስራኤል ሮኬት ከይሰድልካ ትፈርሕ ደቂስካ ከለኻ ሰበይትኻ ዘይቲ ከይደፋልካ ትፈርሕ ሕማቅ ግዜ ሕማቅ ግዜ ብሓቂ ምስ ዝወፅ የውፃና ምስ ዝወፅ የውፃና በቃ ሕማቅ ግዜ ምስ ዝወፅ የውፃና ኣየሳእነና ጋዝጠኛ ነሽነሽ ካብ ሃገረ ጀርመን የቀንየለይ። ከምቲ ዝተከታተልኩሞ እዩ ኣሕዋተይ እስከ ዘለኩም ሓሳብ ጸሓፉልና ብናጽነት ኣብ ቦታኹምን ጸሓፉላ ንሎማንቲ ዝነበረትና መደብ ድማ ከምቲ ዝተከታተልኩሞ ዝመስል ነይሩ ከምዚኦም ዝኣመሰሉ ዝተፈላለዩ ሓደሽቲ ሓበሬታታት ከምኡ እውን ዝተፈላለዩ ሓደሽቲ ምስልታት ቀዲሞም ንኣኹም ንክበጽሑ ሰብስክራይብ ዘይገበርኩም ሰባት ሰብስክራይብ ብምግባር ቤተሰብ ምዃንኩም ኣይትረሱ ኩላና እውን ላይክ ምግባርና ኣርግጸኛ ንኹን ኣሕዋተይ ብኻልኦት መደባት ክሳብ ንራኸብ ሰላም የራኽበና ቻው።